ክቡራት ኣድመጽትና እዚ ካብ ሰሜናዊት ኮኮብ ከተማ መቐለ ዝመሓላለፈልኩም ኤፍኤም ሓበሻ እዩ ናይ ሎማዓንቲ ፕሮግራምና መደብ ወግዒ ምስ ደረፍቲ እዩ ምሳኹም ዝጸንሕ ዝናቡ ኪሮስ ወይ ድማ ዚኩል ቤስት ሃበሻ ምስ ተረኛ ቴክኒሻን ናይዚ ዕለት ብምዃን ናይ ሎማዓንቲ ጋሻና እቲ ውሩይ ከያኒ ሰለሙን ሃይለ እዩ ሰናይ ጻንሒት ምስ ሰለሙን ሃይለ። ዶር ሰለሙን ሃይለ ናብ ሙዚቃ ዓለም ንክትመጽእ ዘበረታትዑኻ መን እዮም? ናይ ገዛኹም ቡምባ ትጠፍእ ተላ ታይ ዓይነት ደርፊ ትደርፍ? ናብ ኤሜሪካ ኮንሰር ክተርኢ ምስ ኸድኻ ንቢዮንሴ መንገዲ ኣግኒኻያ ታይ ልል ደርፊ ጋቢዝኻ? ንሪሃና ምስ ኣግነኻያኸ ታይ ልል ደርፊ ደሪፍኻ?

ናተይ እሺ ሰለሙን ሙዚቃኸ ልኣኻታ እዩ። ፈውሲ ሕማመይ ሓደ ሓደ ሰባት ውህብቶ ዝብል ኣልበምካ ሕማቕ እዩ ይብሉ ታይ ዓይነት ኣስተያየት እንሄካ? ኣይገርምን ኣሎ ሰብ ዝበለ ተበላኒ ዝበለ ተበላኒ ተበለ መንገሊ ኣይህቦን እየ እዝኒ እሺ ሰለሙን ኣብ ግዜ ቁልዕነትኻ ታይ የፍርሐካ ነይሩ? ነቦኻ ታይ ዓይነት ደርፊ ደሪፍኻሎም? ኣቦይ ጴንጣ ክቡር ወላዲ ግርማና ጽላል ናይ ስድራ ክረኽበኩም ግቢ ህንድዩ ኮይኑ ብእዋን ብተፈላለዩ
ንእንኻኸ ታይ ዓይነት ደርፊ ደሪፍኻለን? ማማየ ኩንን እንዶ ገዳም ክመጽእ ንኹሉ ክገድፍ እመነን ኣብ ውሽጢ ሓፍኺ ህይወተይ ምሳኣ
ንሓፍትኻ ኸ እንታይ ዝብል ደርፊ ደሪፍኻ ናይ ቆናጁ ቆንጆ ናይ ወሓላሉ ወሓሉ
ናይ ኢትዮጵያ ናይ ኢኮኖሚ ዕቤት ኣበይ ክበፅሕ እዩ ሰማይ ሰማይ ቐባጢት ቆልዓ ትርኢ ተለኻ እንታይ ኢኻ ትደርፍ ንዕባባ ንዕባባ ዕባባ ንዕባ እዚ ደክ ክዘውሬ ንዕባባ ንዕባ እሽሩሩ እሽሩሩ ወፃእ ዓዲ ነርካ ናብ ኢትዮጵያ ክትመፅእ ተለካ ታይ ዓይነት ደርፊ ኢካ ትደርፍ ኣብ መንጎ ፍቅርካ ንዝኣቲ ሰባት ታይ ዝብል ደርፊ ደሪፍካ ኣለካ ኣሕቆም ክበሩ ኣይደልን መንጎኛ ሰብ ይሰበበኛ ሰብ ይሰበበኛ ታይ ዓይነት ጓል ኸትሙቼካ ሰለሙን። ዓይኒ ሕንቡል ስንጭዎ መዓንጣ ክራር ሽምጥ እሽቦ። ኣብ ዓለምና ካብ ዝርከባ ሃገራት ብእግዛብሄር ዝተመረቐት ሃገር መን እያ? ኢትዮጵያ ዕፍ ኢትዮጵያ ዕፍ። ናይ ዓለም ነገር ከጽልኣካ ተሎ ላበይ ምካድ ትደሊ? ገዳም ገዳም።
ንብሌን ታይ ዝብል ደርፊ ደሪፍካላ?

እሺ ሰለሙን ካብ ናይ ካልኦት ደረፍቲ ኮይኑ ትኣምነሉ ባህላት ኣዩ። ተፈጢርካ ሞት ዘይቀሪ ዘይሞት የለን ነባሪ ሞት ንሞቱ ግን ብክብሪ ታሪክ ሓዲርካ መምሀሪ ሞት ንሞቱ ግን ብክብሪ ታሪክ ሓዲርካ መምሀሪ